ቭድዮኹም ክንዲ ዝክኣለ ብጣዕሚ ቆንጆ ይኹን ብፕሮፈሻል ካሜራ ይቀረፅ ከምኡ እውን ብ ኣለው ዝበሃሉ ኤዲተራት ኤዲት ይገበር ቭድዮኹም ማንም ኣይሪኦን ምኽንያቱ ኩሉ ሰብ ዝርኢ ኣብ ፊት ንፊት ዝተለጠፈት ዓሰርተ ሽዱሽተ ብ ትሽዓተ ዝኾነት ፎቶ ጥራሕ እያ እዛ ፎቶ እዚኣ ደብዛዛ ኾይና ኣብ ዓይኒ ተመልከትቲ ቀልጢፋ ኣትያ ንኽኡ ንንኽኡ ዘይትብል ድሕሪ ኮይና ገደል ኣትየላ ማለት እዩ ብኣንጻሩ ድማ እዛ ፎቶ እዚኣ ብጣዕሚ ቆንጆ ኮይኑ ዓይኒ ተመልከቲ ስሒባ ንክኡኒ ንክኡኒ ክተብል ትክእል ፎቶ እንድሕር ኮይና ድማ ቪድዮኩም ብዙሕ ቪው ክረክብ ይክእል እዩ ማለት እዩ ስለዚ ማለት ተምብኔል ዓውይ እጃም ኣለዎ ማለት እዩ ተረዲእኩም ኣሎ ወይ ኣቦ ልዕልና ኮይና እሞ ብከመይ ደኣ ኩሉ ሰብ ዘይሓልፎ ብጣዕሚ ቀልጢፉ ኣብ ዓይኒ ተመልከትቲ ኣትዩ ተመልከትቲ ስሒቡ ንኩእኒ ንኩእኒ ዝብል ፎቶ ክሰርሕ ዝክእል ሎማዓንቲ ኩሎም ዕውታት ዩቱበራት ዝጥቀምሉ ሜላ ኣሰራርሓ ተምብኔል ክንርኢ ኢና ብቀጥታ ናብ ንከይድ መጀመርያ ናይ ዩቱብ ሓሳብ ምስ ሓዝኩም ወይ ናይ ዩቱብ ኮንተንት ምስ መፀልኩም ናብ ተምብኔልኩም ትኣትዉ መጀመርያ ክትገብርዎ ዝግበኣኩም ነገር እንታይ እዩ ናይ ዩቱብ ሓሳብኩም ናይ ዩቱብ ወይ ድማ ናይ ዩቱብ ኮንተንትኩም ምስ ሓዝኩም ብዛዕባ እቲ ናታትኩም ክትሰርሕዎ ኢልኩም ሓሲብኩም ዘለኹም ዩቱብ ኮንተንት ዝተሰርሑ ማለት ብካልእ ዩቱበራት ዝተሰርሑ ቪድዮታት ስለ ዘለዉ ንዓኣቶም ሰርች ጌርኩም ናቶም ተመልስቱሪ ካብቶም ዝረኹብኩም ምተንቤላት እቲ ብጣዕሚ ቆንጆ ዝኾነ ንዓኹም ንኽትርእይዎ ዘግደኩም ንዓይንኹም ዝሰሓበኩም ካሊእ ሰብ ውን ክሪኦ ይኽእል'ዩ ኢልኩም ዝገመትኩሞ ዓይነት ተንብኔል ምስ ብለኩም ከለኹ ሞር ቪው ዘለዎ ዘይኮንኩም ትመርጹስ እቲ ብጣዕሚ ሰሓቢ ዝኾነ ማለት እዩ። መሪጽኩም ትሪኡ ካብቲ ዝመረጽኩሞ ዓይነት ተምኔል ድማ ሓሳብ ትወስዱ ሓሳብ ትወስዱ ከምኡ ውን ካብቲ ተምኔል ንሱ ኣብሊጽኩም ንክትሰርሑ ዘድልየኩም ነገር ጨሚርኩም ወይ ድማ ወሲኽኩም ንክትሰርሑ ትገብርሉ ሜላ እዩ እቲ ቀዳማይ ሜላ ማለት እዩ። ግርምሞ ሓደ ዩቱብ ተምብኔል። ክስራሕ እንከሎ ከማልኦም ዝግባእ ሰለስተ ሕግታት ኣለው። ማለት ቆንጆ ተምቤል ክኸውን እንድሕር ደኣ ኮይኑ ሰለስተ ነገራት ከማልእ ኣለዎ ይብሉ። እቲ ቀዳማይ ሕጊ እንታይ እዩ? ሲምፕሊሲቲ ይበሃል። እቲ ንሰርሖ ቴምብዴል እንታይ ክኾን ኣለዎ? ቀሊል፣ ኩሉ ሰብ ዝርድኦ፣ ብቐሊሉ ዝርድኦ፣ ብጣዕሚ ግልፂ ዝኾነ ዓይነት ተምብኔል ክኾን ኣለዎ። ብዙሕ ኮታት ዘይበዝሖ። ብዙሕ ዘሉ ዘዩሊ ነገራት ዝተሓዋወሰ ዘይኮነስ ኢቲ ንሕና ክንክርኤልና ወይ ድማ ንሕና ንተርሖ ዘለና ሓሳብ ክገልጸልና ዝኽእል ዓይነት ሓ ጽሑፍ ድዩ ወይ ድማ ምስሊ ድዩ ንዑ ክገልጽ ዝኽእል ተምብኔል ኣቕልል ኣቢልካ ክስራሕ ከለዉ ብጣዕሚ ቆንጆ ዝኾነ ተምብኔል ንሕዳኩም ይብለና እቲ ካልኣይ ከማልኦ ዝግባእ ድማ እንታይ እዩ ኮንትራስት ክህልዎ ክለሎ ኮንትራስት ክህልዎ ክሎ ማለት እተን ዝሰርሖ ተምብኔልና በቃ ውጽእ ዝበለ ከለር ኮይኑ ዓይኒ ተመልከትቲ ስሒቡ ተመልከትትና ነቲ ናህና ቪድዮ ንኽሪኡ ወይ ድማ ክሊክ ንኽገብርዎ ዘኽእል ዓይነት ተምብኔል ክኸውን ክኽእል ኣለዎ እዩ ዝብል። እቲ ሳልሳይ ሓደ ተምብኔል ከማልኡ ዝግባእ ነገር ድማ እንታይ እዩ? ሪለቫንት ክኾን ኣለዎ። ሪለቫንት ክኾን ክኽእል ኣለዎ ማለት እቲ ንሕና ንሰርሖ ዘለና ተምብኔልና ምስቲ ናይ ዩቲብ ኮንተንትና ተመሳሳላይ ወይ ድማ ሓደ ዓይነት ክኾን ኣለዎ ብደንቢ ዝገልጾ ክኾን ኣለዎ። እዚ እንድሕር ደኣ ንዕኡ ዘይገልጽ ዓይነት ተምብኔል እንድሕር ደኣ ኮይኑ እንኳይ ክረኣየልና ወትሩ ውን ንቻናልና ጽቡቕ ዘይኮነ ነገር ከትሕዘልና ይኽእል እዩ ማለት ንኸይዓቢ ውን ክገብረልና ዝኽእል ዓይነት ስለዝኾነ ዘሰለስለ ነገራት ከማልእ ክኽእል ኣለዎ ይብለና ማለት እዩ። ዳርጋ ኩሎም ዩቲበራት ማለት ኣብ ዩቲብ ዝነጥፉ ሰባት ዝሰርሕዎም ተምኔላት ዘውጽእዎም ታይትል ማለት ርእስታት ኩሎም ኣብ ተመልከቲ ሕቶ ንምፍጣር እዮም ዘውጽእዎም እዚ ማለት ብኸመይ እንታይ ኣበይ መዓዝን ዝብሉ ሕቶታት ኣብ ተመልከቲ ብምፍጣር እቶም ተመልከቲ ሕቶኦም ንምምላስ ቪድዮኦም ንኽሪኡ ዝገብርሉ ሜላ እዩ። ስለዚ እዚ ክትገብሩ እንድሕር ደኣ ኮይንኩም ግድን ኣብ ተመልከትቲ ሕቶ ክትፈጥሩ ኣለኩም ማለት እዩ። ብኸመይ ከ ደኣ ኣብ ተመልከትቲ ሕቶ ክንፈጥር ንኽእል ዝብል ሕቶ ክትወልዑ ትኽእሉ ኢኹም። ጽቡቕ ሕቶ እዩ። ሕዚ ድማ ሓደ ብሓደ ኣብ ተመልከትቲ ሕቶ ክንፈጥረሎም ንኽእል ሜላታት ክንርኢ ኢና። እቲ ቀዳማይ ኣብ ተመልከትቲ ሕቶ ክንፈጥረሉ ንኽእል ወይ ድማ ሕቶ ክፈጥረልና ዝኽእል ሓደ እንታይ እዩ? ነገቲቪቲ ምጥቃም እዩ። ነገቲቪቲ ምጥቃም እዩ። መብዛሕትኡ ሰብ ፖዘቲቭን ኔጌቲቭን ክልተ ብሓደ ሚዛን ከምኡ ኣይኽእልን። መብዛሕትኡ ግዜ ናብ ኔጌቲቭ ኣትኩረት ስለ ዝህብ ብስሩ እውን መብዛሕትኦም ዩቱበራት ዝጥቀሙሉ ነገር ስለ ዝኾነ ኔጌቲቪቲ እንድሕር ተጠቒምና more ተምብኔልና ሪኡ ቪድዮና ክርኢ ዝገብረልና ዓይነት ሜላ ስለ ዝኾነ ድማ ኔጌቲቭ ተጠቐሙ ማለት እዩ። ንኣብነት ካብ ብዩቲብ ዕዉት ክገብሩካ ዝኽእሉ ሜላታት ካብ ምባል እዞም ነገራት እዚኦም ወይ ድማ እዞም ሜላታት እዚኦም ተዘይተጠቒምኩም ብዩቲብ ዕዉታት ክትኮኑ ኣይትኽእሉን። ምስ ትብሉ እዞም ሜላታት እዚኣቶም እቶም ከማልኡ እቶም ኣብ ዩቱብ ዕውት ክገብርዎ ዘይኽእሉ ሜላታት እዚኦም ንኽፈልጥ ስለ ዝግደድ ግድን ቪድዮኹም ክርኢ እዩ ማለት እዩ። ካልኣይ ድማ ኣብ ተመልከትቲ ሕቶ ክፈጥር ዝኽእል ሕቶ ፈጢሩ ተመልከትና ወይ ድማ ተመልከትኹም ቪድዮኹም ንኽሪኡ ዝገብሮም ቀድ ካልኣይ ሜላ ድማ እንታይ እዩ? ሊስት ምጥቃም ወይ ድማ ቀደም ሰዓብ ምጥቃም እዩ። ንኣብነት ኣብ ሓሙሽተ ኣብ ዩቲብ ዕውት ክገብሩኻ ዝኽእሉ ሜላታት፣ ሰለስተ ተንቢኤል ንምስራሕ ዝጠቕሙ ኣፕሊኬሽናት፣ ዓሰርተ ብሉጽ ናይ ዩቱብ ሓሳባት እንድሕር ኢልና ነዞም ሓሙሽተ፣ ሰለስተ፣ ዓሰርተ ዝብሉ ቁጽርታት ሰባት ስለ ዝሪኡ ንዓኣተን ንኽፈልጡ፣ ንዓኣተን እንታይ ምዃነን ንኽግምቱ ወይ ድማ ንኽፈልጡ ስለ ዝደልዩ ግድን ቪድዮኹም ንኽሪኡ የግድዶም ስለ ዝኾነ እዚ ሊስት ክትጥቀሙ ኣነ ድማ ይመኽረኩም ማለት እዩ። እቲ ኣብ ተመልከትቲ ሕቶ ክፈጥሩሉ ትኽእሉ ሳልሳይ ሜላ ድማ ግዜ ገደብ ምጥቃም እዩ። ግዜ ገደብ ተጠቒምኩም ተመልከትቲ ቪድዮኹም ንክሪኡ ክትገብርዎም ትኽእሉ ኢኹም ወይ ድማ ክተግድዎም ትኽእሉ ኢኹም እዩ። ሳልሳይ ንኣብነት እንታይ እዩ? ኣብ ዓሰርተ ደቂቓ ተምብኔል ምስራሕ ወይ ድማ ኣብ ዓሰርተ ደቂቓ ተምብኔል ምምሃር። ካልኣይ ኤግዛምፕል ድማ ኣብ ዕስራን ኣብ ሓደን መዓልቲ ሂወትካ ምቅያር ዝብሉ ነገራት እዩ ናብ ማቸም ሂወቱ ክቅይር ዘይክእል ዘይደሊ ሂወቱ ንምቅያር ዘይደሊ ሰብ የለን ስለዚ ኣብ ዕስራን ሓደን መዓልቲ ሂወት ትቅየር እያ እንድሕር ኢልካዮ ዕስራን ሓደን መዓልቲ እንታይን እንታይን ኢካ ክትገብር ከም ዘለካ ኢሉ ንዓተን ንክፈልጥ ዘይደሊ ሰብ ስለ ዘየለ ቦዚ ድማ ሰባት ናትካ ቪድዮ ንኺኦም ክሪእዎ ተግደሉ ዓይነት ሳልሳይ ዓይነት ሜላ እዩ ማለት እዩ። ራብዓይ ድማ ኣብ ተብኔልኩም፣ ኣብ ርእስኹም፣ ኣብ ኮንተንትኩም ክተእትዎ ዝግባእ ነገር ተመልከቲ ክስሕበልኩም፣ ተመልከቲ ከርእየኩም ዝኽእል ሜላ ድማ እንታይ እዩ? ተፈላጢ ወይ ድማ ፍሉጥ ሰብ፣ ፍሉጥ ነገር ምጥቃም ማለት እዩ። ንኣብነት እዚ ማለት ኣነ ማንም ሰብ ኣይፈልጠንን፣ ኣብ ዩቱብ ክንድዙይ ዝኣክል ገንዘብ ሰሪሐ እንተለ ማንም ኣይፈልጠንን ማንም ስለ ዘይፈልጠኒ ከኣ ማንም ክርእየለይ ኣይኽእልን ንኣብነት ብዩቱብ ፍሉጣት ዝኾኑ ሰባት ብዩቱብ ፌሞስ ዝኾኑ ሰባት በዓል ማጊ በዓል ነሽነሽ በዓል ዝተፈላለዩ ብዙሓት ሰባት ኣለዉ ብዩቱብ ፍሉጣት ዝኾኑ ተጋሩን ኤርትራውያንን እዚኣቶም ተጠቒምና እንድሕር ንኣብነት ነሽነሽ ብወርሒ ሚእቲ ሽሕ ብር ካብ ዩቱብ ይሰርሕ እንድሕር ኢለ ንነሽነሽ ብዙሕ ሰብ ስለ ዝፈልጦ ንዕኡ ክርኢ ኢሉ ወይ ድማ ናቱ ተምብኔል ተጠቒመ ናቱ ርእሲ ተጠቒመ ንዕኡ ንምርኣይ ኢሉ ብዙሕ ሰብ ቪድዮና ክርኢ ይኽእል እዩ ማለት እዩ። እዚ ሜላ እዚ ክትጥቀሙ ድማ ንዓኻትኩም ሓደ ይመኽረኩም ማለት እዩ። እቲ ሓምሻይ ሜላ ተመልከትቲ ክስሕበልኩም ዝኽእል ተመልከትቲኹም ብደንቢ ገይሩ ቪድዮኹም ንኽሪኡ ዘግብረኩም ዓይነት ሜላ ድማ እንታይ እዩ ንጀመርቲ ዝብል እዩ። ኩሉ ሰብ ንነብሱ ከም ጀማሪ እዩ ዝቆጽር ማለት ዋላ እናሰርሕሉ ዝጸንሐ ነገር ንጀመርቲ እንተልክሞ ኮይኑ ኩሉ ከም ከም ሓዱሽ ክጅምር ክፈልጥ ስለ ዝደሊ ንጀመርቲ ንበል ንኣብነት ኣሳርሓ ተምኔል ንጀመርቲ። ጀመርቲ ዩቲበራት ዝሰሓሓትዎ ነገራት። ባይ ዘ ወይ ኩሉ ንጀመርቲ እናበልኩም ክትሰርሑ እንከለኹም ኩሉ ሰብ ድማ ንነብሱ ከም ጀማሪ ስለ ዝሓስባ ቪድዮኹም ንኽርኢ ዘግድደልኩም ሜላ ይኸውን ኣሎ ማለት እዩ። በዚ መሰረት ካብዞም ክሳብ ሕዚ እናገለፅና ዝመፃና ሜላታት ተጠቒምና ቆንጆ ዝኾነ ተምቢኔል ንተመልከትና ስሒቡ ኣብ ተመልከትና ዓይኒ ኣትዩ ተመልከትና ቪድዮና ንኽሪኡ ከግብረልና ዝኽእል ዓይነት ተምቢኔል ናብ ምስራሕ ክንኣቱ ኢና። ቅድሚያ ግን ተምቢኔልና ንምስራሕ ዝሕገዙና ኣፕሊኬሽናት ኣለዉ። ኣነ ኩሉ ግዜ ዝጥቀመሉ ዓይነት ኣፕሊኬሽን መንዩ ፒክስ ኣርት ዝጥቀም ካሊእ ድማ ተምሌት ምስራሕ ዝጠቅመና ኣፕሊኬሽን ኣለና ፒክስ ላብ ዝበሃል ኣፕሊኬሽን ቆንጆ ዝኮነ ኣፕሊኬሽን ኣሎ ማለት እዩ በዞም ክልተ ኣፕሊኬሽን ዝሰራሕናዮ ተምሌልና ድማ መጨረሻ ናብ ላይትሩም መእቲና ላይትሩም እና ከለሩም ብምውሳክ ኣብ ዓይኒ ተመልከቲ ዝኣቱ ቆንጆ ዝኮነ ተምሌል ሰሪሕና ንክልጥፍ ዝገብር ኣፕሊኬሽን ኣለውና ሕዝመ ብቐጥታ ናብ ፒክስኣር ኣቲና ተምብኔል ብኸመይ ከምሰርሕ ከመይ ከምስራሕ ከርእየኩም እየ ናው ናቱ። ሕጂ በዚ ኣብ ላዕሊ ናገለጽናዮ ዝመጸና መሰረት ብምግባር ቁንጮ ዝኾነ ኣብ ተመልከቲ ሕቶ ክፈጥር ዝኽእል ንዓይኒ ተመልከቲ ክስሕብ ዝኽእል ዓይነት ተምብኔል ክንሰርሕ ኢና። ሕቶ ክፈጥረልና ዝኽእል ከምኡ እውን ብሉፅ ወይ ድማ ተፈላጢ ፌመስ ዝኾነ ሰብ ተጠቒምና ማለት እዩ። ሓደ ኣነ ቅድሚ ሕዚ ቅድሚ ናብቲ ኣፕሊኬሽን ምእታወይ ዘዳለኽዎ ፍሉጥ ወይ ድማ ፌመስ ዝኾነ ሰብ ኣለኒ። ንሱ እውን ናይ ነሽነሽ ፎቶ ክጥቀም እየ። ሶሪ ነሽነሽ ብዘይ ፍቓድካ ስለዝኾነ። ብምቕፃል... እቲ ካሊእ ድማ በቃ ሕቶ ክፈጥር ዝኽእል ፅሑፍ እውን ኣብቲ ፅሑፍ ክፅሕፈሉ እየ። እዚ ፅሑፍ እዚ ሪኦም ተመልከትቲ ነቲ ሕቶ ንሱ ንኽምልሱ ስለ ዝፈልጥዎ ነሽነሽ ኣብ ዩቱብ ዘይሓስቡ ኣጋጢሙ ዝብሉ ነገራት ክፈልጡ ስለ ዝደልዩ እቶም ሰባት ብዛዕባ እዚ ኣፅቢቐ ቆንጆ ዝኾነ ተምብኔል ንምስራሕ ይሞክር እየ። ኩሉ ግዜ ተምቤል ንምስራሕ ዝጥቀመሉ ዓይነት ኣፕሊኬሽን ፒክስኣርት እየ ዝጥቀም ኣነ። ሕዚ ብቐጥታ ናብ ፒክስኣርት ክወስደኩም ማለት እዩ። ኣነ ናይ ነሽነሽ ፎቶ ኣዳልየ እየ። ካሊእ ድማ ካብቲ ካብ ካልኦት ኤለመንት ወይ ድማ ስቲከርስ ድማ ካብ ውሽጢ እቲ ኣፕሊኬሽን ስለ ዝረኽቦ ሕዚ ብቐጥታ ናብቲ ኣፕሊኬሽን ኣትየ ከመይ ከም ዝስራሕ ከርእየኩም ማለት እዩ። ኦኬ እዛ ኣፕሊኬሽን እዚኣ እዛ ፒክስኣርት እዚኣ ኣብዚኣ ኣለትና። ሕዚ እዛ ኣፕሊኬሽን እዚኣ ኣብዚኣ ክሊክ ንገብር። ፊቸራታ ነዚ ይመስል ነዚ ዓይነት ፊቸር ስንህላ ካብዚኣቶም እዛ ፕላስ ሳይን እዚኣ ንነኪ ማለት እዩ ካብዛ ፕላስ ሳይን እዚኣ ምስ ነካና ኣብ ታሕታይ ዝብልኒ ትሬንድ ባክግራውንድ ዝብልኒ እዩ ትሬንዲንግ ባክግራውንድ ዝበሃሉ ካብዞም ከለር ባክግራውንድ ዝብሉ ካብ ከለር ባክግራውንድ ክመርፅ እየ ማለት እዩ ካብዞም ከለር ባክግራውንድስ ኣብ ላዕሊ ከም ዝገለፅናዮ ሓደ ቴምብኔል ከማልእ ምስ ግብኡ ሰለስተ ነገራት ከማልእ ኣለዎ ኢልና ነርና ሲምፕልሲቲ ኮንትራስት ኤንድ ሪሌቫን ኮንትራስት ማለት ኣብ ዓይኒ ተመልከቲ ክኣቱ ዝኽእል ተምኔል ትሰርሖ ትኽእል ንዝብል እዩ። እዚ ማለት ወጥነት ዘለዎ ወይ ድማ ፍሉይ ከለር ኣብ ዓይኒ ተመልከቲ ድሙቕ ክኣቱ ዝኽእል ዓይነት ከለር ትሰርሖ ትኽእል እዚ ኣብ ዓይኒ ተመልከቲ ክኣትወለይ ዝኽእል ኢለ ዝመረጽኩ ዓይነት እንታይ ቀይሕ ከለር መሪጸ ኣለኹ። ይርከብ ማለት እዩ። እዚ ባክግራውንድ ምስ ገበርኩ ቀፂለ ክገብሮ ዝግባእ ስቴፕ እንታይ እዩ? እንታይ ኢና ምስትኻል ኣስፔክት ሬሽዮና ንሰርሖ ዘለና ፎቶ ንቲክቶክ ድዩ ንኢንስታግራም ድዩ ንትዊተር ድዩ ንዩቲዩብ ድዩ ኢልና ነናይ ባዕሉ ስታንዳርድ ናይ ባዕሉ ሬሽዮ ስለ ዘለዎ ንሱ ክንፈልኽ ንክእል ኣለና። ንሱ ንምፍላይ ድማ ምንታይ ንኣቱ ቱሉስ ትብል እዚኣ ቱሉስ ክሊክ ንገብር ካብ ቱሉስ ከይና ፅና ድማ ክሮፕ ዝብል ኣቲና እንታይ ዝኒብና ስኩዌር ዝብል ሰለስተ ብኣርባዕተ ሰለስተ ብክልተ ዓሰርተ ሽዱሽተ ብትሽዓተ ንባዕሉ ዝቁፅሩ ነገራት እኒሆ ንሕና ግን ዩቲብ ዓሰርተ ሽዱሽተ ብትሽዓተ ሬሾ ስለ ዘለዎ ዓሰርተ ሽዱሽተ ብትሽዓተ ክሊክ ንገብር እቲ ስገርና ናይ ትምህርቲ ክፍለት ናብ ላዕሊ ስራይት ንብላ ማለት እዩ ወዲኣ። ሕዚ ካብዚ ብምቅጻል ክንገብሮ ዝግባእ ነገር እንታይ እዩ ቅድሚ ሕዚ ዘዳለኽዎ ናይ ነሽነሽ ፎቶ ኣለኒ ኣንታይ ንኣቱ ኣድ ፎቶ ምስ ዝብሉ ኣብዛ ኣፕሊከሽን እዚኣ ኣብዛ ምልክት እዚኣ ኣድ ፎቶ ኢልና ክሊክ ንገብር ካብቶም ዘለዉ ፎቶታት ድማ ንመርጽ ናይ መን ናይ ነሽነሽ ፎቶ ማለት እዩ ናይ ነሽነሽ ፎቶ እንዳሰተና ማለት እዩ እዚኣ ጠሚትና ኣድ ንገብር ካብዚ ማለት እዩ። እዚኣ ኣድ ምስ ገበርኩ እንታይ እየ ክገብር ዝግበእኒ ኣብ ዝጠም ቦታ ኣስታኺለ ከቐምጣ እየ ባክግራውንድ እውን ሪሙቭ ክገብሮ እየ ስለዚ መጀመርያ ኣጀስ ንገብር ከምዚ ጌርና ሳይዙ ከም ዝጠም ጌርና ስ ቦታ ንቕምጦ ብምቕፃል ታይና ንገብር ባክግራውንዱ ቀይሕን ካልእ ስለ ዝኾነ ባክግራውንድ ናይ ነሽነሽ ሪሙቭ ንገብሮ ማለት እዩ ንሳ ሪሙቭ ንምጋር ኣብዚኣ ናይ ኤሬዘር ምልክት ወይ ድማ ናይ እርሳስ ምልክት ናይ መደምሰስ ምልክት ኣላ እዚኣ እዚኣ ትምህርቲ ኣክቲቪቲ ንገብራ ብምቕፃል ፐርሰን ፌስ ክሎዝስ ገለ ዝብሉ እኒው ናይ ንገራ እዛ ፐርሰን እዚኣ ክሊክ ምስ ገበርና ወርድ ዘሎ ባክግራውንድ ይጠፍእና ማለት እዩ ፐርሰን እዚኣ ክሊክ ምስ ገበርኳ ወረድ ጠፍኡ ማለት እዩ ሕጂ ዝቐርያ ነገር እንታይ እዩ እዞም ምልክታት ኣለዎ ወሰና ወሰን ምልክታት ከምዚ ጠርዚ ምልክት ላዕሊ ከፍ ዝበለ ክመፍሉ ዝኽእሉ ነገራት ስለ ዘለዉ ንሶም ድማ ክነጥፍኦም እዚኣ ምስ ገበርና ወለዲ ራይት ምልክት ንገብር እሞ መጀመርያ ዳሕታይ ንገብር እዘን ጥርዚ ጠርዚ እኒዋ ክነጥፍእን ንመኩር ማለት እዩ እዚአን ንምጥፋእ ድማ እንታይ ንገብር እዚኣ እታ ፎቶሳ ክሊክ ንገብር ተመሊስና ካብኡ እታ ኤሬዘር ምልክት ናይታ መደብዘስ ምልክት ንኣቱ ብምቕፅል መሊስና ኣብዛ ኤሬዝ ትብል ወይ ድማ ናይ ደምስ ምልክት እዚኣ ክሊክ ጌርና ድሓር ሃርድነስና ወይ እዚኣ ክንስ ኣቢልና ማለት እዩ ክንስ ኣቢልና እተን ምልክት ሳተን ክነጥፍእ ንሙክር ማለት እዚኤን ማለት እዩ እዚኣ እዚኣ ጌርና ስጳስ ከምዝጠፍኣ ንገብር ንእሽቶ ከምዚ ሓሳ ንገብር እዚኣ ንገብር እዚኣ ምስ ገበርና ኣብዚ ጥዕም ቦታ ኣብ ሓደ ወሰን ናይ ነሽነሽ ቦርቶ ንቕምጥ ኦኬ ኣብዚኣ ገይረያ ኣለኹ እንታይ ኢና ዝበል ናብ ላዕሊ እንታይ ኢና ዝበል ናብ ላዕሊ ነሽነሽ ኣብ ዩትዩብ ዘይሓሰቦ ኣጋጢሙ ኮይነ እዚኣ ንምባል መጀመርያ ኣብ ስቲከርስ ኣቲና ናይ እቲ ከለርስ ኮንትራስ ክህልዎ ምእንታ ቀይሕን ፃዕዳን ክገብሮ እየ ስቲከርስ ኣቲና ኖት ፔፐር ምስ ቁራፅ ፔፐር ክፍለ ምእንታ ማለት እዩ መፅሓፍ ዝኸውን ፃዕዳ ክትገብረለይ ምእንታ ፔፐር ኢለ ኣለኹ ብዝኸት ወረቓቕቲ ከምፀለ እዩ ኣነ ድማ ሓንቲ ፔፐር ክመረፅ እዩ ካብዚኣቶም ማለት እዩ ንዓይ ቆንጆ ክተምፀለይ ትኽእል ፔፐርስ ክመርፅ ኦኬ ንዓይ ትኸውን ወረቐት እሺ እዚኣ ናት እዛ ወረቀት እዚኣ መሪጸ ኣለኩ ኣበይ ከቅምጣ እየ ሓደ ወሰን ዙም ገይረ ገይረ እዚኣ ከቅምጣ እየ እዚ ኣብዚ ኣቀሚጠ ኣለኩ ለስታይ ክትብል ነሽነሽ ኣብ ዩቱብ ዘይሓሰቦ ኣጋጢሙ እንታይ ኣጋጢሙ ዝብል ኣብቲ መልከት ሕቶ ንምፍጣር ማለት እዩ ስለዚ መጀመርያ ኣብ ዩቱብ ስለ ዝበለና ናይ ናይ ዩቱብ ሎጎ የድልየና እዩ። እንታይ የምፅእ ናይ ዩቱብ ሎጎ ከምፅእ ናይ ዩቱብ ሎጎ ከምፅእ እየ ሓደ ናይ ዩቱብ ሎጎ ማለት እዩ ንኣብነት ናይ ዩቱብ ሎጎ ኣብዚ ሓደ ካብዚ ኩሉ መሪፀ ናይ ዩቱብ ሎጎስ ክቐምጥ ኣብዚ ዩቱብ እዩ ስለ ዘለኹ ማለት እዩ ካልኦትን ዋላ ኣብ ዩቱብ ከም ዩቱብ ማለት እዩ ዘይሓስቦ ኣጋጢሙ። ኦኬ ኣብ ምቕፃል ቴክስ ዝብል ኣቲና ዘይሓስቦ ኣጋጢሙ። ዘይሓስቦ ኣጋጢምዎ ክንብል ከለና እንታይ ኣየጋጢምዎ? እንታይ እዩ ነዝነዝ ዝብል እንታይ እዩ ኣጋጢሙ ኣብ ዩቱብ ዘይሓስቦ ኣጋጢሙ እንታይ እዩ ኮይኑ ተወቒዑ ድዩ ዋላ ሪጀክት ድዩ ገይሩ ካብ ዩቱብ ድዮም ባን ገይሮሞ ካልኦት ዝተፈላለዩ ነገራት ሓሳባት ንክመፅኡልኩም ንክመፀሎም ይገብር ስለ ዝገብር ኣብዚ ድማ ስለዚ ኮንትራስት ምግባር ኣብዚ ከለርና ነስተኻኽል ንኣብነት ፃዕዳ ስለ ዝኾነ ፀሊም ክገብሮ ኣነ ደሚቑ ንክረኣየለይ ማለት እዩ ስለዚ ኣብ ዩቱብ ዘይሓሰቦ ኣጋጢሙ ማለት እዚ ድማ እንታይ ንገብሮ ኣስተኻኺልና ነቕምጦ እዚ ከም ዝዓብን ከም ዝነእስን ድማ ንገብር ማለት እዩ። ዘይሓሰቦ ኣጋጢሙ ዓወይቲ ዘይሓሰቦ ኣጋጢሙ መን ነሽነሽ ዘይሓሰቦ ኣጋጢሙ ኣጋጢሙ መን እዩ ኸዚ ነሽነሽ እንታይ ኣጋጢሙ ወደኣ ንኽርኢ ስለዚ ሓሳብ ፈጢሩ እንታይ ይገብር ኣሎ መንክዒ እዩ ዝኸውን ዘሎ ነሽነሽ እዩ ስለዚ ነሽነሽ እንታይ እያ ትገብር ዘላ ብዛዕባ ንሱ ንኽንፈልጥ ንኽንመራመር ዝገብረና ቆንጆ ዝኾነ ኮንትራስት ዘለዎ ዓይነት ተምብኔል ብቐሊሉ ክንሰርሕ ንኽእል ኢና ማለት ኣብዚ ብዙሓት ነገራት ክንወስከሉ ንኽእል ኢና ግን ሲምፕልሲቲ ዝበሉ ነገራት ኣለዉ ሲምፕልሲቲ ማለት ብቐሊሉ ተመልከቲ ክርቱ ዝብል እዚ ሰልጢሙ እንታይ ብዝገጠሞ ንምፍላጥ ተመልከትና ኣብ ዩቱብ ኣትዮም ንክሪኡ ዝገብረና ዓይነት ሜላ ስለ ዝኮነ ኣብዚ ወዲእና ንከይድ ማለት እዩ። ተምብኔልና ብከምዚ ጌርና ምስ ወዳእና ኦረዲ ኤክስፖርት ትብሎ እያ ኤክስፖርት ንብለዋን ድማ ኣብዚ ንኣቱ ካብኡ እንታይ ንብል ሴቭ ዝብል ኣለና ካብ ሴቭ ድማ መጺና ሴቭ ንብሎ ማለት እዩ። ብምቅጻል ደን ኢልና ክንውድእ ንክእል።